መርሓባ ሙዚቃ ትሰምዕዎ ኣለኹም እስከ ሙዚቃ ሓደ ሓደ ግበሩ ትሰምዕዎ ኣለኹም ይስማዕ ድዩ እስከ። ክሳብ ንእከብ ጥራይ እምበር ሓደ ሓደ ግበሩ ይስማዕ ድዩ። Thank you እዚ ኩሉ ላይክ ከኣ

መርሓባ የሕዋተይ ኣብ ዘዘለኹም ሰላም ክትህልዉለይ ተስፋ ይገብር ሕጂ እኳ ሰላም ክብለኩም የቀንዳ ኣትየ ድሕሪ ነዊሕ ማለት እዩ ነቲኦም ትፈልጡንን ዘይትፈልጡንን ማለት እዩ ያ ድሕሪ ነዊሕ እየ ዝመጽእ ዘለኹ ኣብዚ ላይፍ ሓቂ ሓየሽ ግዜ ብዙሕ ከማን የብለይን ማለት ኣብዚ እዋን እዚ ካልእ ጉዳያት ኣለኒ ኤኒዌይ ግን ሓደ ክልተ ቃላት ክብል ይደሊ ማለት እዩ ያ ቀዳማይ ነገር ብዛዕባ ዝሓውና ያ ከም ኩሉ ሰብ ብጣዕሚ ተሰሚዕኒ ኦፍ ኮርስ ንኩላትና እዩ ብጣዕሚ ኣሰንቢድና እያ ብጣዕሚ ከኣ የሕዝን ከምዚ ነንሕድሕድና ክንጣፋፋእ ብዙሕ እኳ ክብል ኣይደልን እየ ብርክ ካልኦት ብዙሕ ተዛሪቦም እዮም ያህ ማዕዳ ናቶም ከኣ እንተሰማዕና ጽቡቅ ኔሩ ናይቲኦም ናብ ጽቡቅ ዝሕብሩና ማለት እዩ and ያህ ብጣዕሚ የሕዝን እዩ ብሓጺሩ ከምዚ ትራውማ ዓይነት እዩ ነቲ ሕብረተሰብ ከምዚ ክትሰምዕ ኮለኻስ እንድዒ ኩሉ ትርጉም ትስእነሉ ብርከ ቀንዲ ሕውነት እዩ ቀንዲ ከኣ ያህ ፖሊቲካ ተቀያያራ እዩ ብሓጺሩ ኣነ ብ ኮሚኢታት ኣፍልጦ ከማን ብዙሕ የብለይን ሓቂ ሓይሽ ኣብ ዝኾነ ከኣ ብዙሕ ኣየሳተፍን እየ ግን የሕዝነካ እዩ ከም ሰብ ወዲ ሰብ የሕዝነካ እዩ ነንሕድካ ከምዚ ክትጣፋእ and also እኹል ሽግር ከኣ ኣለና ካብ ኩሉ እቲ ሽግርና ኣብ ክንዲ ነንሕድና ብሓንሳብ ኮይንና ንፈትሖ ኣብ ዘዘለናዮ ያህ ወይ ኣብዚ ኮይንና ከማን ዝኾነ ፕሮጀክት ጌርካ ዲኻ ብዙሕ ነገር ክትገብር ትኽእል ኢኻ ክትገብር ምኸኣልካ ዝሃንጸካ ምሽ ኣለኩም ብዙሓት መንእሰያት ኣብ ኩፉእ ጉዳያት ኣለዉ እንታይ እንተገበርና ይሓይሽ ኣብ ክንዲ ንብል ዝገደደ ሽግር ንውስኸሉ ነቲ ሽግርና ኮይኑ ይስመዓኒ ኦኬ ካብዚ ንላዕሊ ብዙሕ ክዛረብ ኣይክእን እየ ዓቅሚ ከማን የብለይን ብዙሕ ክዛረብ ግን ብጠቅላላ ናተይ ማለት ስቅ ኢለ ከዓ ክሓልፎ ኣይደለኩን ከም ኩሉ ሰብ ተሰሚዕኒ እዩ ብጣዕሚ ሰንቢደ and ያ ድማ ተደጋጋሚ ኣይከኣን እዩ ቀዳማይ ግዜ ኣይኮነን it's really መኣስ እዩ መወዳእታ ይኮነልና ጥራይ እየ ክብል ዝደሊ ያ ርግጸኛ ከኣን እየ ዘይተሰምዖ ስኒ ናይዚ ቆልዓ ሰብ ኣይኮነን ብሓጺሩ ማለት እዩ you know so ንኹላትና ስኒ ብጣዕሚ ክፉእ ስምዒት እዩ ዝሓድገልና ከምዚ ዲፕረሽን ዓይነት እዩ ዝሓድገልና ኖ ሜታ እንታይ እዩ እምነቱ ነይሩ እንታይ እዩ ዝስዕብ ነይሩ ስድራ ቤት ኣለዎ ኣዴኡ ትረኣየካ ስድራ ቤቱ ይረኣዩኻ ደቁ ይረኣዩኻ ስለዚስ ይስምዓካ እዩ ኤኒወይ እንድዒ ብጣዕሚ ክሳብ ማለት ስኒ ሕጂ ከማን ቪድዮታት ቀጻሊ ናቱ ክትርኢ ኮለኻስ ከምዚ ሕጂ ዝተፈጸመ እዩ ክርሳዕ ከማን ኣይከኣልን እዩ ሓዊ ኩላትና እዩ and so i hope መወዳእታ ይግበሮ ኢኻ ትብል ኩላትና ከኣ ካብዚ ገለ ንመሃር መፍትሒ ኣይኮነን ነንሕድሕድካ ምቅታል ነንሕድሕድካ ምክሳስ ኩሉ i don't know ግን ቀንዲ ከኣ እንታይ ክብል ይደሊ ኣብዚኣ ኣብ ዘዘለናዮ እስከ ንጀምር በጃኹም ኣብዚ social media ነምጾስኒ ባዕልና ንሕሰብ you know። እሱ ከማን እኳ እቲ ሶሹል ሜድያ ቡዙሕ ጽልዋት ኣለዎ ተረዲእኹምኒ ብሕልፊ ነቲኦም መንእሰያት ገና ንኣሽቱ ዘለዉ እስከ ንሕና ነምጽኦ ፕሮግራም ስኒ ንመን እዩ ዝጠቅም ንመን እዩ ዝምዕድ ንመን እዩ ዝሕግዝ ኢልና ስኒ ዝኾነ ፕሮግራም ክነምጽእ ከለናስ ዝኾነ ጠቃሚ ነገር ይኹን ፕሊስ እዚኣ ከኣ ክሓተኩም ይደሊ ኣዋልድ ዲኹም ኣወዳት ዲኹም እንታይ ኢና ክነተሓላልፍ ንደሊ ናይ ፖለቲካ ጥራይ ዘይኮነስ also ካልእ topic ስኒ ኣነ ብጣዕሚ እዩ ዝገርመኒ የሕዋተይ ማለተይ ስኒ ግዜ ድዩ በዚሕና ወይ ኣርእስቲ ዲና ሲኢንና ኣብ ገሊኡ ገዛ ኣርእስቲ ትሰምዖ ስኒ ብጣዕሚ የሕዝን I don't know ማለተይስ ኣህ እንድዒ I don't know ኣነ ከምዚ ለባም ለባም ክኾነልኩም ወይ ካባኹም ፈሊጠ ወይ እቲ ባህሊ ካባይ ንላዕሊ ትፈልጥዎ ቀዳማይ ነገር ባህሊ ዝጸገብኩም ሕብረተሰብና ትፈልጥዎ ቋንቋ ከማን ካባይ ትኽእልዎ ብብዙሕ ነገር ስኒ ትበልጹኒ ኢኹም ብሓጺሩ ተረዲእኹምኒ ጠፊእኩም ኣይኮነን እንታዩ ጥዑይ እንታዩ ዘይጥዑይ you know so ኣነ ኣይኮንኩም ክነግረኩም ዘለኒ እዝን እዝን ግበሩ እዝን እዝን ኣይትግበሩ ግን ብጠቕላላ ስኒ ዝኾነ ኣርእስቲ ክነምጽእ ኮለና ኣብ ገዛና live ክንኣቱ ኮለናስ ንመን እያ ክትሕግዝ እዚኣ ንመን እያ ጠቃሚት እንታይ እየ ክምስርት ዝደሊ በዚኣ ቶፒክ ኢልና ስኒ ንሕሰብ ፅባሕ ስኒ ንመን እዚ ድሕሪ ሓሙሽተ ዓመት ስኒ ክረኣ ይከኣል ድዩ እዚ ቪድዮ እዚ ኣነ ሕጂ ዝሰርሖ ዘለኹ ከምኡ ኢልና ንነብስና ንመርምራ እዚኤን ሰለስተ ኣርባዕተ ሕቶ እንድሕር ሓቲትካ ካብእን ከኣ ንማንም ሰብ ጠቃሚ ኣይኮነን ናተይ ሕርቕርቖት ጥራይ እየ ከውፅእ ዝደሊ ኣብ ላይፍ ኣትየ ናተይ ዲፕሬሽን ከውፅኦ ጥራይ እየ ዝደሊ እንድሕር ትብል ኮይንካ ፕሊስ ኣብ ካልእ ከይድካ ከምኡ ግበር ማለትስ ብሐልፊ ዝጸልዎ ክፉእ ሐደ ሰብ ተሸጊሩ የሕዋተይ ኣነ ተሸጊረ ኣለኹ ብዚ ሐግዙኒ ክብል ኮሎ ካልእ ጉዳይ እዩ እዚ ኮንኩን ማለተይ እዚ ካልእ እዩ ማለተይስ ንሐገዝ ይደሊ ኣሎ እዚ ሰብ ብሞራል ድዩ ብሐሳብ ድዩ ብገን ብዝኾነ መገዲ እቲ ካልእ ግን ነምጾ ኣርእስቲ ሰብ ጠቅዕና ካብ ኩሉ ፕሊስ ከምኡ ጠጠው ነብሎ ኣብ ከምኡ ገዛ ከኣ ጠጠው ነዊሕ ኮፍ ኣይንበል ንሰብ ኣይነናእስ። ንሰብ ፐርከ እቲ ምቕታል ሰብ እኳ ከማን ኣብ ሶሽል ሜድያ እዩ ዝጅምር እቲ ምቕታል ብኻራ ጥራይ ኣይኮነን ብእምኒ ጥራይ ኣይኮነን ነንሕድሕድካ እንድሕር ብስነስርዓት ክትዛረብ ዘይከኣልካ ነንሕድሕድካ ትዘልፍ እንድሕር ኣለኻ ንሰብ ወይ ነወዳት ተናእስ እንድሕር ኮንካ ገሊኤን ወይ ኣዋልድ ዘናእሱ ብኹሉ ሸነኽ እኳ እንየው እዚስ ኩሉ ዓቢ ኣርእስቲ እዩ ዋይ ስለምንታይ ኢና ከምኡ ንገብር ኣዋልድ ይጋገያ ኣለዋ የስ ኩላተን ግን ኣይኮናን ኣለዋ ዝጋገያ ዘይጋገያ ከኣ ሽሕን ሚእትን ኣለዋ እቲኤን ዝጋገያ ዘለካ ከኣ ብጸርፊ ኣይኮንካ ናብቲ ጥዑይ መገዲ ተመልሰን ኣወዳት ይጋገዩ ኣለዉ የስ ኩላቶም ግን ኣይኮኑን ስለዚ እቲኦም ዘይጥዑያት ከኣ ብጸርፊ ኣይኮንካን ትመልሶም you know እቲ ጌጋ ምፍጣሮም ንባዕሉ ከማን መኽንያት ኣለዎ ንባዕልኻ እንድሕር ሕጉስ ዘይኮንካ ኣብ ሂወትካ ባላንስ እንድሕር ዘይኮንካ ጸገማት ልዕሊ ዓቕምኻ እንድሕር ኮይኑ ጌጋ መገዲ ኢኻ ትሕዝ ፈቲኻ ኣይኮንካን እኳ ን ኣብ መስተን ኣብ ገለን ትወድቕ ፈቲኻ ኣይኮንካን የሕዋተይ ስለዚ ነቲ ሰብ ኣብ ክንዲ ኣታ ክላእ እስኻ ኣይትጠቅምን ኢኻ ዶ ገለ ዶ ምሻለኩም ከምዚ ንሰብሲ ኣይንኽሰሶ በቃ እንታይ ኣስተብሂለ ብሓጺሩ እዚኣ ጠጠው ከብላ እሞ እዚኣ ዘረባ ከይበዝሓኩም ከኣ ብሓጺሩ ፈራድ ከሳስን ፈራድን ኣይንኹን። ክንከስስ ኮለናስኒ ባዕልና ንነብስና ቅድም ንፈትሻ። ነብስና እንድሕር ፈትሽናያ ካባይ ጀሚርካ ንማንም ሰብ ክኸስስ ኣይክእን እየ ብርክ ንዓይ ከማን ጌጋታት ኣለኒ ጌጋ ዘይብሉ ሰብ ከኣ የለን የሕዋተይ ስለዚ please I don't know ኣነ እዚ life ብጣዕሚ እዩ ዝገርመኒ ናይ ገሊኡ ገዛታት ድማ ሰዓታት ብዛዕባ ሓንቲ ጓል ሰዓታት ብሓደ ሰብ ዋይ ነቲ ሰብ እኳ ትቀትሎ ኣለኻ ነቲ ሰብ ስኒ ኣብኡ ለጢፍካ ክትዛረበሉ ከለኻ ስለምንታይ ኢና ክንከሶ እንድሕር ጸገም ኣለካ ምስኡ ከኣ እዚኣን እዚኣን ተጋጊኻ ወይ ጌጋ ሓበሬታ እንድሕር ሂቡ ከማን ኖርማል ቪድዮ ሓጺር ሰሪሕኻ እዚኣ ሓበሬታ ዝሃብካያ ጌጋ እያ በዚኣ ክነግረካ ይደሊ ክትብል ጸገም የለን ፕርከ ኣርእስቲ ኣለካ እቲ ኣርእስቲ ከኣ ጌጋ ሓበሬታ ዝሃበ ቅድሚ ሕጂ ሓደ ናይ ሓደ ናይ ሓንቲ ሰብ ከምኡ ጌረ ኣለኹ ኣነ ንባዕለይ ግን ሕሜት ኣይኮነን ፐርክ ኣብ ሜድያ ጌጋ ሓበሬታ ክተውጽእ ኮላ ከምኡ ክብላ ከኣ መሰል ኣለኒ ኣብ ሜድያ እያ ኣውጺኣቶ ኣነ ከኣ ኣብ ሜድያ ከውጽኦ ኣለኒ ፐርክ እቲ ሰብ ክሰምዖ መታን እዚኣ ሓፍትና ከምዚ ትጋገይ ኣላ ማለተይስ ሓበሬታ ጌጋ ዝሃበት እዚ ከኣ ሕስድና ኣይኮነን ጽልእን የብለይን ምስኣ ጌጋ ዝገበረ ጌጋ እዚ ሓበሬታ ጌጋ ኢልካ ከኣ ስለምንታይ ጌጋ ከኣ ተረድኦ እዚ ናይ ዌስተርን ዩንዮን እዩ ኔሩ ብሓጺሩ ክነግረኩም ዌስተርን ዩንዮን ዘይነግረኩም ሕጂ ከማን ካልእ ከኣ ከይመስለኩም ብዌስተርን ዩኒየን ጌርክን ገንዘብ ስደዳለይ እዚ ሂዩመን ሄር ክሸጠልክን ከለኹ መንግስቲ እንድሕር ክሰምዓክን ክፈልጠክን ዘይደለኽንስኒ ገንዘብ ከም ሂዩመን ሄር ትገዝኣ ከም ዘለኽን ብዌስተርን ዩኒየን ኣተሓላልፈኦ እቲ ገንዘብ ኢላትን ነዚኤን ኣሕዋትና ትሕቲ መንግስቲ ዝነብራ ማለት እዩ ኣነ እዚኢታት ከዓ ጌጋ ኢለዮ ፕርከ ናይ ባንክ ዓለምስኒ ብዝያዳ እሱ እዩ ናተይ ቶፒክ እሱ እዩ ናተይ ሞያ ስለዚ እሱ ዝፈልጦ ብዝያዳ እቲ ሲስተም ናይ ባንክ ስኒ ብዌስተርን ዩኒየን ሰዲድካ ዲኻ ብሽፓካ ሰተዲድካ ዲኻ ብኣቢኤን ኣምሮ ዲኻ ሰዲድካ ኩላ ምዝግብቲ'ያ ተረዲእኹምኒ ሕጂ ከምኡ ክትብለን ኮላ እሳተን እቲ ሓበሬታ ነቲ ናታ ሂዩመን ሄር ጥራይ ኣይኮነትን ዝቅበልኦ እንታዩ ዝመስሎም ነዚኦም ሰባት ዋእ ሓወይ ኣብ ኢስራኤል ኣሎ እንዶ ኣሽሓት ዘለዎ ብዌስተርን ዩኒየን ጌሩ ዘየተሓላልፈለይ ኣነ ብገዛይ ከቀምጠሉ እሱ ምስ ኣሕዋቱ ስለ ዝቕመጥ ኣብ ወልሓደ ከቐምጦ ኣይክእልን'ዩ ኢለን። እቲኣ ሓበሬታ ሽዑ ዓባይ ዓቢ ክስታ'ያ ብዙሕ ሳዕቤን ኣለዋ። ሕጂ እንታይ ከኣ ኣስተብሂለ ድሕሪኡ ኣብ ካልእ ምስ ካልኦት ስለ በዚ ቲክቶክ ድዩ ብዝተፈላለየ መገዲ ስለ ዝራኸብ እንታይ ኣስተብሂለ ካልኦት ከምኡ ገና እምነት ኣለዎም ዌስተርን ዩንዮን ድሕር ሰዲድለይ ሰብ ስኒ መንግስቲ ኣይፈልጦን'ዩ ወይ ኣነ ብዌስተርን ዩንዮን ገንዘብ እንድሕር ሰዲደ ስኒ መንግስቲ ኣይምዝጉብንዩ እዚ ከኣ ጌጋ እዩ ክንደይ ቪድዮታት ሰሪሐ ኣለኩ እቲ ናይ ባንክ ሲስተም ክርደኣና ኣለዎ ኣንኳይ ብ ዌስተን ዩንዮን ሰዲድካስ ገንዘብካ ኣብ በዓል ቤልጅየም ሆላንድ ዓዲ ጥልያን ኣብ ዝኮነ እንድሕር ክተቅምጦ ደሊካ ኣቀሚጥካዮ መንግስቲ ጀርመን ብቀሊሉ ክረክቦ ይክእል እዩ ፐርከ በቲ ኣታሴራካ ኢካ ኣይደንቲፋይ ትገብር ስለዚ ኩላቶም ዳታ ዳታ ኤክስቸንጅ ኣለዎም ዳታ ኤክስቼንጅ ኣለዎም ውሱናት ዓድታት እየን ገሊኤን ዓዲ ወጼን ኣለዋ ካብ ከምኡ በዓል ማሮኮ እንድሕር ዘይተጋገኹ በዓል ታይላንድ ገሊኤን ዓድታት በቃ ብዙሕ ሰብ ኣብ ደገ ዘለዎን ናይ ደቂ ዓደን ገንዘብ ኣብኡ ክዕቁባ ዝደልያ ምሽ ኣለኩም ንጥቕሞም ኢሎም እዮም ነቲ ኤኮኖሚ ናቶም መታን ክብርትዕ ደሓን ብጸሊም ሰሪሕዎ ድዩ ብገለ ኣምጺእዎ ድዩ ኣይግድሸናን እዩ ናብ ዓድና ጥራይ የእትዎ ዓይነት ምሽ ኣለኩም ኣብኡ እሳተን ሕጂ ውሱናት ዓዲ እየን ሚእትን ሰብዓን ገለን እየን ኣቅድሚ ሕጂ ቪድዮ ሰሪሐሉ ኣለኩ ኩሉ ብሓንጎለይ ክፈልጦ ኣይክእልን እየ እቲ ሲስተም ግን ክርደኣና ኣለዎ የሕዋተይ ኣብ ኦንላይን ባንክ እንድሕር ኣለካ it doesn't matter ናይ ኣሜሪካ ድዩ ናይ ካልእ ሃገር ድዩ እቲ መንግስቲ ዘለካዮ ዓዲ ይፈልጦ እዩ ስለዚ እዚ ጌጋ ሓበሬታ እዚኣ ሓፍትና ክሳብ ሕጂ ከማን ብወጼፕ ጽሓፋለይ እንድያ ትብለኒ ሕጂ ኣብዚ ቀረባ ግዜ ኣጋጣሚ ሰሚዐያ ኔረ ኣብቲ ናታ ላይፍ እዚኣ ሓፍትና መን እያ ዞማይት ቸነል ወላሓደ ዘሕብእ ካኣ የብሉን ኣነ ከምዚ እንድሕር ኢለ ቅድሚ ሕጂ ገሊኦም ብጌጋ ተረዲእዎም ሕስድና ኣይኮነን እቲ ናታ ጽቡቅ ቢዝንስ እንድሕር ጽቡቅ ከይድላ ናይ ኩላትና ደስ ዝብል እዩ በቃ ብሓጺሩ ዕውት ኤርትራዊ ደስ ይብለኒ ናዓይ በቃ ብሓጺሩ ወዲ ድዩ ጓል ድዩ በቲ ናቱ ቢዝንስ ክዕወት ደስ ይብለኒ ካልእ ሰብ ኣብ ጸገም ክእትው ግን ብጌጋ ሓበሬታ ኣይቅበሎን እየ መሊስካ ከኣ ብብሓደ ክተረድኦም ኖኖእ እዚ ጌጋ ሓበሬታ እዩ ክትብሎም ኣሎራ ኣብዚኣ እንድሕር ከምኣ ጠቂሰ ወላ ሓደ ሓጥያት ኣይኮነን ኣነ ከማን እንድሕር ተጋግየ እንድሕር ጺሒፍካለይ ዝበለጸ እዩ ቅድሚ ስምረት ከምዚ ኢላ ትብል ወይ ኣጆና ከምዚ ኢላ እንድሕር ጺሒፍካለይ ክራዳዳእ ምሳካ እስኪ ኣበይ እየ ተጋግየ ክብለኩም ቸለንጅ ክትገብሩኒ ኩሉ ግዜ ቅርብቲ እየ ፐርከ ኣነ ዝኮነ ኣርእስትታት ዘምጾ ሓቂ ሓይሽ ተጠንቂቀ ፈትሸ እየ ዘምጾ እንተ ተጋግየ ከማን ደሓር ተረድእኒ የሕዋተይ ኣብዚኣ ቪድዮ ከምዚ ኢለ ግን ከምዚ እዩ ክብለኩም ጸገም የብለይን ወይ ካልእ ሰብ ካባይ ንላዕሊ ኣፍልጦ ዘለዎ ብዙሕ ኣርእስቲ ስለ ዝሽፍን ኩሉ ሚእቲ ካብ ሚእቲ ኩሉ ተማሂረዮ ማለት ኣይኮነን ግን ከይፈተሽኩ ዝኾነ ኣርእስቲ ከምጽ ኣየምጽን እየ ብሓጺሩ ናተይ ብሓጺሩ you can trust ኣምንዎ ትኽእሉ ኢኹም ክትምርምርዎ ግን ከኣ መሰልኩም እዩ። እስከ እቲ ትብለና ዘላስ እንታይ እዩ ክስታይ ኣለዎ ድዩ ንኣብነት ቁጽሪ እንድሕር ኢለኩም ንኣብነት ሕጂ ንኣብነት ሓንቲ ቪድዮ ኣብ ቀረባ ግዜ ዝሰራሕክዋ ብ online ትሕቲ መንግስቲ እንድሕራ ኮንካ online ዝኾነ ስራሕ ድዩ ወይ ዝኾነ ገንዘብ ዝኣከብካዮ ብ ቲክቶክ ድዩ ብዝኾነ ገንዘብ ዝመጻካ ብዝኾነ ከምዚ ሙቕሽሽ ዓይነት ዝሃቡኻ ምሽ ኣሎ ከምዚ ሞቕሽት ዝህቡኻ ኣብ ዝኾነ ኦንላይን ገለ ሕጂ ንኣብነት ክላየንት ኣምጺኻሎም እዚ ዓሚል ኣምጺኻሎም ሙቕሽሽ ይህቡኻ ዓሚል ኣምጺኻልና ቮዳፎን ንኣብነት እያ ቮዳፎን ኩሉ ሰብ ስለ ዝፈልጦ ኦኬ ሕራይ ነዚ ሓደ ሰብ ዘምጻኻልና ዒስራ ሽሕ ሰላሳ ዒስራ ኦይሮ ይቕሬታ ዒስራ ኦይሮ ወይ ሰላሳ ኦይሮ ክንህበካ ኢና ይብሉኻ ምሽዶ ሕጂ ቪድዮ እንታይ ኣምጽኤ ነይረ ክሳብ ኣብዚ እዋን እዚ ክሳብ ኣርባዕተ ሚእትን ዓሰርተን ድዩ እወ ክሳብ ኣርባዕተ ሚእትን ዓሰርተን ገንዘብ እንድሕር ብከምኡ እቲካ ሰራሕተኛ እንድሕር ኮንካ እዩ እዚ ሰራሕተኛ እንድሕር ኮንካ ኣብ ዓመት ኣርባዕተ ሚእትን ዓሰርተን ኤክስትራ እንድሕር ኣእቲካ ክተመዝግቦ የብልካን ንኣብነት እዚ ኣገዳሲ መልእክቲ እዩ ነቲኦም ሰራሕተኛ ጥራይ ትሕቲ መንግስቲ እንድሕር ኮንካ ግን ካልእ ኣርእስቲ እዩ ኣብቲ ቪድዮ ኢለዮ ኣለኩ ኩሉ ሕጂ እንታይ ድዩ ይሕዋተይ እዚ ከምዚ ቃላ ከምዚ ቁጽሪ ክብል ከለኩ ሚእትን ኣርባዕተ ሚእትን ዓስርትን ኩሉ ግዜ ዝኮነ ቁጽሪ ዝብለኩም ኣብቲ ሳምታይምስ ይቃያየር እዩ ምስቲ ዓመታት ክልተ ሽሕን ዕስራን ሰለስተን ከመይ እዩ እዚ ሕጊ ክትብል ኣለካ ድሕሪ ክልተ ዓመት እቲኣ ቪድዮ ናተይ እንድሕር ሪኢካ እዚኣ ቁጽርስ ልክዕ ድያ ኢልካ ክትፍትሾ ኣለካ ፐርከ ከብዝሕዎ ይክእሉ እዮም ምስቲ ኢንፍሌሽን ኢንፍሌሽን ማለት እቲ ዋጋ ናይቲ ገንዘብ እንድሕር ጎዲሉ ኣሎራ እቲ ገንዘብ ናይ ከምኡ ነጻ ዝኮነ ከኣ ይውስክዎ እዮም ኣብ ብዙሕ ሕጂ ከማን ወሲከሞ ኣለዉ ናይ መንግስቲ ቀለብ ዝህቡካ ስለምንታይ ወሲከሞ ገንዘብ በዚሕዎም ኣይኮነን ነቲኣ ኣርባዕተ ሚእቲ ትረክበላ ኣስቤዛ ሓደ ስለ ዝኮነ ኢንፍሌሽን ማለት ከኣ ዓሚ ትረክቦ ዝነበርካ ብ ሚእቲ ቅርሺ ሎሚ ዓሚ ሎሚ ዓመት ብ ሚእትን ሰላሳን ኢካ ትረክቦ ወይ ሚእትን ሓምሳን ከከም ከከም ኣቅሓ ምሽ ኣለኩም ገሊኡ ኣቅሑት ሰላሳ ካብ ሚእቲ፣ ሓምሳ ካብ ሚእቲ ወሲኹ ኣሎ ዋጋ። ስለዚ ኢንፍሌሽን ይበሃል እዚ። እቲ ገንዘብካ ስኒ ሎሚ ትገዝኣሉ ዝመጽእ ዘሎ ዓመት ክንድኡ ኣቑሑት ክትገዝኣሉ ኣይትኽእልን ኢኻ ብሓጺሩ። እሱ እዩ እቲ ኢንፍሌሽን። እቲ ዋጋ ስኒ ይጎድል ኣሎ ናይቲ ገንዘብ። ተረዲእኹምኒ? ስለ እቲ ኣስፔዛ ዝኸብር ዘሎ። ኢንፍሌሽን ነቲኦም ሰባት ኢንፍሌሽን እንታይ እዩ ትብሉኒ ከማን ኣለኹም ብኸምኡ እዚኢታት መሊሰ ይደጋግሞ ኣለኹ እምበር ኖርማልስ ኩሉ ሰብ ክፈልጦ ይግብኦ እዩ ግን ኤኒወይ ሕጂ ከምኡ ቁጽርታት እንድሕር ኣብቲ ቪድዮታተይ ሰሚዕኹም ክንድዚ ፍራይ ቤትራክ ክንድዚ ቀረጽ ኣይትኸፍለሉን ኢኻ ካብ ክንድዚ ቀረጽ ኢኻ ትኸፍል ክብል ከለኹ እስኻ ከኣ ክትፍትሾ ኣለካ ሎሚ ዓመት ከ ክልተ ሽሕን ዕስራን ኣርባዕተን ከ እንታይ ተቐይሩ ክልተ ሽሕን ዕስራን ሽዱሽተን ከ እንታይ ተቐይሩ ኢልካ ክትፍትሾ ኣለካ የሕዋተይ መቸም ኣነ ብዙሕ ኢንፎርሜሽን ድየ ብነጻ ዝህበኩም ሓቂ ሓይሽ ግን እቲ ሰብ እንታይ ይኸውን መሲልኩም ይዳናገር ድዩ ኣብ ገሊኡ ይዳናገር ክብለኩም ከለኹ ንኣብነት ኣኦካ ናይ ፈልሲ ሸሮንግ ኣምጼ ነይረ ብዙሕ ኣርእስቲ እንድየ ዝሽፍን እሱ ኻን እቲ ጸገም ሓደ ቶፒክ የብለይን ክሳብ ሚእቲ ሚእቲ ክሳብ ሓሙሽተ ሚእቲ መንግስቲ ጀርም እቲኦም ፈልሲ ሸሮንግ ይህቡኻ እዮም እዚኣ ከኣ መሊሰ ንእሽተይ ቪድዮ ክሰርሓላ ኣለኒ ግን ደሓን ሕጂ ኣብዚ ክብለኩም ብዙሓት እንታይ ሓቲቶምኒ ትሕቲ መንግስቲ እንድሕር ኮንካ ከ yes ትሕቲ መንግስቲ እንድሕር ኮንካ ከማን ይግበኣካ እዩ ok ይግበኣካ እዩ and ከምዚ ምቕሽሽ ስለ check up ትገብር እዩ እሱ ከኣ የሕዋተይ ስለ ዝያዳ ዝኸፈልካ ወይ ከም ዓሚል ከይትጠፍኦም ኣይኮነን እቲ ትርጉም ክንፈልጦ ኣለና ዝኾነ ነገር ትርጉሙ ክንፈልጦ ኣለና እቲ ብዙሕ ግዜ ኣብ ብዙሕ ኣስተብሂለ ትርጉሙ ኣይንፈልጦ ተባሂሉ ኢልና ጥራይ ከምዚ እዩ ንብል መኣስ እዩ ግን እቲ ሕጊ ዝሰርሕ መኣስ እዩ ዘይሰርሕ ክንምርምሮ ኣለና ስለምንታይ እዮም ከ እቲ ሕጊ ፈጢሮሞ ኣብ ብዙሕ ሕጂ ጌጋ ርድኢት ኣለና ሕጂ ሓደ እንታይ ጽሒፉ ኣለኒ ከም ንኣብነት እዩ ክላእ ዓሰርተ ቅርሺ ጥራይ እዩ እዚ እንታይ ሓም ሚእቲ ክሳብ ኣነ ንባዕለይ ልዕሊ ያ ኣይ ዶንት ኖ ኣርባዕተ ሚእትን ገለን በጺሕኒ ኣሎ እዚ ከኣ ግን መዓት ክስታይ ስለ ዝሃብክዎም ቦኖስ ፕሮግራም ዝበሃል ነጥብታት ስለ ሕጂ እኳ ሓቂ ሓይሽ እዚ ዝሓለፈ ዓመታት ንባዕለይ ኣይገበርክዎን ንዓኹም እየ ከይሓልፈኩም ኢለ ግዜ ስኢነ ኣሎ ቀድ ቅድሚ ሕጂ ግን ጽቡቅ ጌረ ይሕዞ ኔረ እንድሕር ሓንቲ ሰብ ሸለል ኢልካዮ ከኣ ሸለል ኢኻ ትብሎ ከድ ግን ባዕሎም ይህቡኒ ባይ ዘ ወይ ኣይትኣምኑንን ባዕሎም ሕጂ ሓምሳ ቅርሺ ድዮም ገለ ኣይ ዶንት ኖው ኣብ ሰሰለስተ ወርሒ ድዮም ገለ መሊሶምለይ ኣለዉ ባዕሎም ተሓኔ እተዉ ኣነ ግን ኣንትራግ ኣይገበርኩሎምን ይገርመኩም i don't know ሕጂ እንታይ ሓንሳብ እቲ ፕሮግራም እንድሕር ተመዝጊብካ ከማን ባዕሎም ይህቡኻ እዮም ኣባይ ሕጂ ከምኡ ተፈጺሙ እዚ ሰብ ሕጂ ዓሰርተ ቅርሺ እዮም መሊሶምለይ ኢልኒ ኣባና ኣይሰርሕን እዩ ናይን እሞ ተጋጊኻ ኣለኻ ሓወይ i don't know ኣነ እቲ ሓበሬታ ዘምጻልኩም ፎሎው ኣደልየ ኣይኮንኩን ይሕዋተይ ፎሎው ኣደልየ ጥራይ ኣይኮንኩን just እቲ ሓበሬታ ከምጻልኩም ከለኹም ክትከስብሉ ወይ ክትመሃርሉ ወይ ክትዕወትሉ ያ ፈለዋይለስ ኣይኮንኩን በቃ እንታይ እሞ ክብለኩም እየ እቲ ሓበሬታ ዘምጻልኩም ከኣ ርግጸኛ እየ ፐርከ ኣነ ኣብቲ ሕብረተሰብ ርክብ ኣለኒ እንዶ ምስ ካልኦት ሓበሻ ይፈልጥ እየ ከም ዘይፈልጥዎ ሕጂ ስኒ ብዙሓት ስኒ ኣይ ኖው እቲ ቪድዮታት ናተይ ስኒ ቀዳማይ ግዜ ብዙሕ ብዙሕ ነጥብታት ኣብ ካልእ ቪድዮ ኣብ ካልእ ዩቱብ ሰሚዕኹሞ ዘይትፈልጡ ከም ዝኾነስ ሚእቲ ካብ ሚእቲ ይፈልጥ እየ ብርክ ኣነ ምስ ሰብ ሕውስቲ እየ ርክብ መዓት እዩ ዘለኒ ብርከ ይፈልጥ እየ እቲ ሕብረተሰብናስ እንታይ እዩ ጎዲልዎ ሕጂ እቲ ዩቱብ ምጅማረይ ከማን እኳ ኣነ ብናተይ ፎሎዋ ገለዶ ገለዶ ዘይኮነስ ጃስት እቲ እስከ ኣነ ከም ወዲ ሰብ ከም ጓል ሰብ ቅያር ዶ ክፈጥር ይኽእል ወይ ሓበሬታ እንድሕር ሂበስኒ ቅያር ዶ ይፈጥር ፕርከ ናይ ሓደ ሰብ ጥራይ ኣይኮና ንርኢ ንሕና ቡዙሓት ሰለስተ ሚእቲ ኣርባዕተ ሚእቲ ንበሎ ዓሰርተ ሰብ እንድሕር ረኺቦም ዓሰርተ ጥራይ ንበሎም ድሓን ዓሰርተ ሰብ ቡዙሓት እኳ ኣይርእይዎን እዮም እቲ ቪድዮ ናተይ ሪኦሞ ከኣ ኣብ ተግባር ኣብ ዓሰርተ ሰብ እንድሕር ኮይኖምስኒ ብሓንቲ ቪድዮ ናይ ዓሰርተ ደቂቅ ሰለስተ ሽሕ ኣጥርየ ኣለኹ ሰለስተ ሽሕ ፕርከ ብሰለስተ ሚእቲ ጥራይ እንድሕር ተዋሂቦም ኣቲ ኣርባዕተ ሚእቲ ዶ ሓምሽተ ሚእቲ ዝበልኩኹሞ ድሓን ንሕደጎ ሰለስተ ሚእቲ ዓሰርተ ሰብ ብሓንቲ ቪድዮ ናተይ እንድሕር ረኺቦም ንዓይ ዓቢ ረብሓ እዩ ሰለስተ ሽሕ ኣጥርየ ኣለኹ ማለት እዩ ኣብቲ ሕብረተሰብና ተረዲእኹምኒ ከምኡ ክትርእይዎ ኣለኩም እስኻትኩም ክኣ ከምኡ ክትርእይዎ እንድሕር ጀሚርኩም ሼር ምስ በልኩሞ እዚኣ እያ ክኣ ቀንዲ በርከ እዚኣ ቪድዮ ናይ ፈሲ ሸርንግ ሕጂ ዓሚ ለጢፈያ እየ ዓሚ እየ ለጢፈዮ ክንደይ ሰብ ግን የቀንየልና ኢሎሙ ንሕጂ ፍርቂ ዓሚ ረኣይዎን እዚ እዩ ከኣ ዘሕዝነካ ብውሽጢ ግን ከመይ እዩ እዚ እባ ረድእኒ ፋሚሊ ኣለውኒ ኣነ ካብ መንግስቲ እየ ዝነብር ዶ ብውሽጢ ከኣ እቲ ሕቶ ኣይትሕተቱኒ ኣብቲ ኮመንት ኢኹም ትሓድጉለይ ኮመንት ስለምንታይ እቲ ሕብረተሰብ እየ ክሕግዝ ዝደሊ እምበር ኣነ ውልቂ ሰብ ሴክሬታሪ ወይ ዝኾነ ሓጋዚት ናይ ውልቂ ሰብ ክኸውን ግዜ ኣየፍቅደለይን እዩ ሓደ ን ግዜ ኣይፍቅደለይን እዩ እስኻ ከማን ኣይምኸኣልካን እዚኣ ከኣ ኣብ ዝኾነ ቪድዮ ክብለኩም እየ ይፈልጥ እየ ደስ ኣይትብለኩምን እያ እዚኣ ኣይ ኖው እስኻ ዘይትገብሮ ግን ካባኻ ኣይትጸበ እዚ እስኻ ንዓኻ እዚኣ ሓደ ሰከንድ ሼር ዝኸበደትካስ ከመይ ጌርካ ኢኻ ብውሽጢ ጽሒፍካለይ ኣማኽርኒ ትብለኒ ሓንቲ ሰከንድ ሼር በላ እዚኣ ቪድዮ ክብለካ ከለኹ ናይ ዩቱብ ድዩ ናይ ዝኾነ እቲ ሓበሬታ ክሓልፍ ኢለ እሳ ዝኸበደትካስ ከመይ ጌርካ ኢኻ ካባይ ዓሰርተ ደቂቅ ጥራይ ደልየኪ ወጼፕ ናተይ እንኪ ትብለኒ ኣነ በቃ ኣይ ዋንት ቱ ቢ ፌር ዊዝ ዩ ዩ ኖው ከምዚ ሓሪቀ ገሌ ከኣ ኣይኮንኩን ዩ ኖው ከማን ሓቂ ክብለኩም ክሓድጎ ዶ ይብል ምሽ ግን እዚ ኩሉ ስጉምቲ ከይደስኒ በቃ እሞ እንታይ ክገብር እየ ኢለ ሕጂ እቲ ናይ ቀደም ቪድዮ ዘይልጥፎ በቃ ባዕለይ ሸር ዘይብሎ መሊሰ እንታይ ደኣ እሞ ንስኻትኩም ግን ሸር ኢልክሞ ኔርኩም ተትኾኑ ዓሚ ክንደይ ሰባት ምስ ከሰቡ ኔሮም ኣነ ጥራይ ኣነ ንባዕሉ ከማን ምስ ከሰብኩ ሜይቢ ብሓቂ ግን ክሳብ ሕጂ ኦልሞስት ካልኣይ ዓመተይ ይሰግር ኣለኹ ሳንቲም ዝረኸብኩሉ የለን እቲኤን ሳናቲም ዝመጻኒ ወይ እቲ ገንዘብ ሳናቲም እኳ ኣይኮነን ሓቂ ሓሽ ብፍላዋ ድዩ ብገለ ኣብዚ ህያብ ዝሃብኩምኒ ከኣ በቃ ንዘድልዮ እየ ዝህቦ ንጽጉማት ድየ ነቲኦም ደስ ዝብሉኒ ድዮም ነቲኦም ስፖርት ክገብረሎም ዝደሊ ድየ ባዕለይ ኣውጽኤዮ ይፈልኒ ኣየውጽኦን እየ ከማን ወላሓደ ናይ ቲክቶክ ገንዘብ ዝጽበይ ሰብ ኣይኮንኩን ተመስገን ኣምላኽ ስለዚ የሕዋተይ ሼር በልዎ እንድሕር ከሲበሉ ከኣ ይግብኣኒ እዩ በርካ ሓደ ቪድዮ ክሰርሕ ከለኹ ከማን እኳ ክንደይ ኣርእስቲ ዘይናተይ ኣርእስቲ እየ ዝገብር ክንደይ ሕጂ ንኣብነት ኣብዚ እዋን እዚ ሓደ ሰብ ሓቲትኒ ክሳብ ዝጽልምት እዩ እምበር መሲኡ የሕዋተይ ትርእዩኒ ዶ ኣለኹም ኣለኹም ዶ በዚሕኩም ሞኖሎግ ኣለኹም ዶ ኣለኹም ዶ የሕዋተይ እውይ ፕሊስ ስፖርት ግበርዋ እዋይ ኦኬ ሕራይ ፕሊስ ስፖርት ግበርዋ ሓቂ ሓሽ ባዕሎም ክሓስብዎ ነይርዎም ግን እንታይ እሞ ደሓን ግን ናይ እዚ ለመን ኣይኮነን ሶቪዞ ሓድሽ የሕዋተይ ሓድሽ ክሰርሕ ሞራል ስኢነ ብእውነት ግን ለመን ኣይኮነን ድላይኩም ግበሩ ኣይ ዶንት ሃቭ ኤኒ ሞቲቬሽን ኤኒሞ ሓድሽ ሕቶታት ሕጂ ንኣብነት ንኣብነት ክብለኩም እየ ኣነ ግልፂ እየ ዝዛረብ ወላ ሓደ ክስታይ ዝግብር የብለይን እቲ ሶሽል ሜድያ ከኣ ንጽቡቅ ክትጥቀመሉ እየ ዝደሊ ንኣብነት ሓደ እንታይ ሓቲትኒ ሓደ ጥራይ ኣይኮነስ ቅድሚ ሕጂ ከማን ገሊኦም ሓቲቶምኒ ኣለዉ ኣብዚ ላይፍ ሪኢኹሞ ትኾኑ ባዕልኹም ቀዳማይ ግዜ ኣይኮነን ሕጂ ግን ሎሚ ከኣ ሓደ ጽሒፍለይ ግን ክንደይ ሻብ መጽያትኒ ኣላ እዚኣ ሕቶ ናይ ዴንማርክ መርዓ ስኒ ቀደም ሕጂ መርዓ ክትገብር እንድሕር ደሊኻ ቀልጢፍካ ከመይ ኔሩ ብቀሊሉ ኣብ ዴንማርክ ኬድካ ትምርዓው ኔርካ ሓቀይ ወረቃቅቲ ድዩ ጎዲልካ ኣይ ዶንት ኖው መቸም ቀልጢፍካ ዴንማርክ ኬድካ እንታይ ዝባሃል ያ ቅልጡፍ መርዓ ትገብር ብሓጺሩ ዩ ኖው ስፒድ ስፒድ ስፒድ ዌዲንግ ስፒድ ዴቲንግ ይባሃል ምሽ ስፒድ ዴቲንግ ናይ ቅልጡፋት መርዓ ትገብር ኔርካ ሓቀይ ናይ ሕጋዊ ከኣ ሕጋዊ ካብ ኩሉ እቲ ሕግስ ዝቅበሎ ሕጂ እንታይ እየ ይሓቱኒ ብዙሓት ሓቂ ድዩ እዚ ናይ ዴነማርክ መርዓ ስኒ ኣይቅበልዎን እዮም ዘለዉ መንግስቲ ጀርመን ሓቂ ድዩ ኣለኻ ዲኻ ሓወይ ዝሓተትካኒ ዝጸሓፍካለይ ብውሽጢ እዚ ከምዚ ሕቶ ከኣ ብደገ ኢኹም ትጽሕፉለይ ፐርከ ፕራይቨት ዝበሃል የለን ኣባይ ነቲ ሕብረተሰብ እየ ክሕግዝ ዝደሊ ኦኬ ብፕራይቨት ዝደልየኒ ከኣ መገዲ ኣሎ ናይ ግድን ድሕሪ ኮይኑ እምበር ብዙሕ ኣይደሊን እየ ከማን ብፕራይቨት ኣዞ ብ ቡክ ክትገብርዎ ትኽእሉ ኢኹም። እሱ ከማን ቪድዮ ሰሪሐሉ ኣለኩ ናይ ግድን ኖኖ ኣስክስ ናይ ግድን ደልየኪ ኣለኩ ፕራይቨት ኦኬ then you have to pay እዚኣ ከኣ ክነግረኩም ይደሊ ኣብ እግሪ መገደይ ቅድሚ ሕጂ ኮሜታት ኣይገብርን እየ ነይረ ሕጂ ግን ናይ ግድን ስለ ዝብሉ ዘለዉ ገሊኦም so why not ኢለ ካልኦት ከማን ከምኡ ዘይትገብሪ ኢሎም ከማን ኣታባቢዖምኒ ግን to be honest ኣይደሊን እየ ናይ ግድን you know እንታይ ከመይ እሞ ክርድኣኩም እየ በቃ መወዳእታ ደረጃ ክኸውን ኣለዎ ምሽ ኣለኩም ብኩሉ ፈቲንኩም ብነጻ ዘማኽሩ ፈቲንኩም ክትኮኑ ኣለኩም ኦኬ ቪድዮ ሰሪሐ ኣለኹ እሳ ረኣይዋ ኣብቲ ባዮ ናተይ ኣቲኹም እቲኣ ቪድዮ ኣብኡ ከማን ሊንክ ሓዲገልኩም ኣለኹ በርካ ኣገዳሲት ቪድዮ እያ ኣነ ኣብዚ ነጻ ክኸውን ነጻ ከኣ ኦፍሽል ክኸውን ኣለዎ ኩሉ እዚ ክገብሮ ስኒ ከምዚ ሕጂ እስኻ ጽሒፍካለይ ብውሽጢ ሽዑ ክንድዚ ክፈል ክብለካ ዘይኮንኩስ ኣብቲ ቪድዮ ኩሉ ገሊጸዮ ኣለኹ እሺ ኦኬ ሕጂ ናብ ዴነማርክ ስኒ ኣይቅበልዎን ኣለዉ ኢሎምኒ ማለት እዩ ኣሕዋተይ ኣነ ከኣ ኦኬ እዚ እታት ሕጂ ቅድሚ ሽዱሽተ ወርሒ ድዩ ወይ ኣርባዕተ ወርሒ ከማን ከምዚ ሰብ እንድሕር ሓቲትኒ ኢሚድየትሊ ሪሰርች እየ ዝገብር ኔረ ውይ ትርእዩኒ ኣለኹም so sad ገዛ ከኣ ያሽ ወልድ ኣብ ገዛ ኮይነ ክገብሮ ይደለኹ ንዚ ቪድዮ ሶሪ ዴንማርክ ክውዳእ እሞ ካልእ መዓልቲ ክምለስ ይሓይሽ መስለኒ ኤኒወይ ኣክሴፕት ይገብርዎ ድዮም ኣይገብርዎን ኣፍልጦ እንድሕር ኣለኩም ጽሓፉልና ኣብዚ ኮመንት ፕሊስ ይሕዋተይ ትርእዩኒ ኣለኹም ኤንድ እንድሕር ክኢልኩም ማለት እዩ ኦዳ ካልእ ከዓ እንታይ ክብለኩም ይደሊ ካልእ ከን እንታይ እዩ ያእ እቲ ሕጊ ከ ተቀይሩ ድዩ ኢልኩም ከኣ ንገሩና ፕርከ እዚ ሓውና ከምኡ ምስ በለኒ ኣነ ርግጸኛ ኣይኮንኩን እስከ ከምዚ ዶ ይሓሽ እስከ ልቺ በዚኣ ሓንቲ ኦይ ናይን ናይን ሶሪ እስከ ከምዚ ዶ ሓይሽ የስ ሽክላቡ ቁ እቲኣ ካልኣይቲ ሞባይል ሒዘ እንድየ መጽየ ልቺ ጌረላ ቁሩብ ክትርእዩኒ መታን ጭራሽ ክስታይ ከይኮነኩም ከይጽልምተኩም የሕዋተይ እስከ በዚኣ ሞባይል ጌረ ኣለኹ ልቺ ኦኬ ክሳብ Anyway ሕጂ ኣፍልጦ እንድሕር ኣለኩም ነዚ ሓውና ሓብርዎ የሕዋተይ እዚኣ ክብሓተኩም ይደሊ ኣነ ሪሶች ክገብር ከም ቀደመይ ን ሓሙሽተ ሰባት ቪድዮ ናተይ ክሪእዎ ሰለስተ ላይክ ዝረክበሉ I don't have time anymore ያህ እቲ ከምቲ ዝሓሰብክዎ ኣይከደን I don't have time just እቲ ብዓለይ ብሓንጎለይ ኩሉ ዝፈልጦ ጸገም የለን ዝኮነ ሓበሬታ ክህበኩም ሕጂ ግን ኮፍ ኢለ ሪሶች እዚኣ ሓቲትኒ እሞ ቀልጢፈ ቪድዮ ክሰርሓሉ ገለ እቲ ግዜ ሓሊፊ እዩ ኣሕዋተይ ያ ብሰንኪ እቲ ስለ ዘይረኣይ ከኣ so why should I do that you know to be honest ማንም ሰብ ከኣ ከምኡ ምስ ገበረን ካልኦት ሓበሬታ እንድሕር ኣለኩም ግን ደስ ምስ በለኒ ኣሕዋተይ እንድሕር ክኢልኩም ሓብርዎ ከምኡ ከኣ ኢህ ኤንሊሸ ጌማይንሻፍት ዝበሃል ኣሎ የሕዋተይ ኢህ ኤንሊሸስ ፈሀልትንስ ኢህ ኤንሊሸ ጌማይንሻፍት ሰሚዕክሞ ትፈልጡ እስከ ሓደ ሓደ ግበሩ እታ ትርጉሙ ትፈልጥዎ ዲኩም ናቱ ከማን ሓቲትኒ እዚ ሓውና እስከ ኣኽ ሻደ ዋይ ዶንጌ እንዴ የሕዋተይ ሶሪ በቃ ደሓን ሎሚ ኣይ ኣይ ኣይተራኸቡ ኣይትራኸቡ ኢሉና ሻብ ኣክሱቪዙ ግዜ የብለይን እምበር ኣብ ገዛ ኣትየ ምስ ቀጸልክዎ ነይረ ኣብ ሻብ ነዊሕ ላይፍ ክኣትዋ ደለኹ ነይረ ኢህ ኤንሊሸ ጌማይንሻፍት ትርጉሙ ትፈልጥዎ ጽሓፉለይ ኣብ ታሕቲ ወይ ኢህ ኤንሊሽስ ፋሄልንስ እዚ ከኣ ብሓጺሩ ክነግረኩም እንታዩ ምርዑው ኣይኮንካን ግን ከም ምርዑው ትቁጸር ብሕጋዊ ግን ኦፍኮርስ ልክዕ ሓደ ሕጊ ኣለካ ማለት ኣይኮነን ኣብዚ ከኣ ክትንፈልጦ ኣለና ንኣብነት ሽቶያ ክላሰ ስኒ ብከምኡ ክቅየርልካ ማለት ኣይኮነን እዚኣ ክነግረኩም ይደሊ እቲ ዝዓበየ ከኣ እሱ እዩ እንድሕር ተመሪዕካ ዳርጋ ያእ ሓዴካ ጥራይ እንድሕር ዝሰርሕ ኮይኑ ዳርጋ ክስታይ ኣይትከፍልን ኢካ እንታይ እዩ ዝባሃል እዚ ያእ ቪ ሃይሳስ ሽቶያን ኣይትከፍልን ኢካ ግብሪ ኣይትከፍልን ኢካ ዩ ኖው ስለዚ እቲ መርዓ ንባዕሉ ስኒ ዓቢ ክስታይ ኣለዎ Advantage ኣለዎ ጥቅሚ ኣለዎ ኣብቲ ሕብረተሰብ ስለምንታይ እዩ ከኣ እቲ ሕጊ ከምኡ መክንያት ኣለዎ ኣብ ገሊኡ ቪድዮ ገሊጸዮ ነይረ ካልእ መዓልቲ መሊሰ ክገልጸልኩም ደስ ክብለኒ እዩ ደስ ይብለኒ በርከ ኣብዚ ክኢታት ከማን ብዙሕ ጌጋ ርድኢት ኣለና ተፋላሊካ ኢካ ዝያዳ ትዋሃብ እዚ ዓቢ ጌጋ ዓቢ ጌጋ እዩ በሉ እንድሕር መርዓ ኣለካ እንድሕር ምርዑው ኮንካ ደቅካ ብሓንሳብ ተዕቢ ኮንካ ብብዙሕ ነጥብታት ኣብኡ ኢኻ ትዕወት እንድሕር ናይ ገንዘብ ኮይኑ ማለተይ እየ ብኻልእ ኸኣ ሶቪ ዝዕውት ኢኻ ማለተይስ እንድሕር ጽቡቅ ስድራቤት ኣለካስ ንደቅኻ ጽቡቅ ንዓኻ ጽቡቅ ሰላምካ ኣለካ ማለት እዩ እንድሕር ጽቡቅ ሓዳር ኣለካ እቲ ዝዓበየ ህያብ እዩ መስለኒ you know so እቲ በይንኻ ምቅማጥ ግን ብርክ ብዙሓት ከምኡ ከማን ጌጋ ርድኢት እንድዩ ዘሎ ኣብ ገሊኡ ሰብ ኣብ ክንደይ ሰብ ኣብ ጀርመን ጥራይ ዘይኮነስ ኣብ ካልእ ሃገር ከማን ዓዲ እንግሊዝ ድዩ ኣብ ስዊድን ድዩ ገለ መንግስትስ ዝያዳ እዩ ዝሕግዘኒ ደቀይ በይነን እንድሕር ዕብየ ጌጋ ርድኢት እዩ እዚ ክሳራ እዩ ብሓጺሩ ስለምንታይ እዩ ጌጋ ርድኢት ከኣ ከምጻልኩም ንበይኑ እምበር ዓቢ ኣርእስቲ እዩ እሱ ምናልባት ግዜ ኣብ ዘረኹብኩሉ I don't know ክርእዮ እየ እዚ ሕጂ እኳ ፕሮሚስ ዝኾነ ክገብር ኣይክእልን እየ ብርክ ፕሮሚስ እንድሕር ጌረ ከኣ ቃለይ ክሰብር ኣይደልን እየ ብዙሕ ኣርእስትታት ኣሎ ከምጾ ዝደሊ ግን I don't know ግዜ ጉዳይ ናይ ግዜ ጉዳይ እዩ ናይ ግዜ ጥራይ ዘይኮነስ ኣይረኣይን እዩ ኣምጸዮ ኣየምጻኹዎስ ወላ ሓደ ትርጉም ስኢነሉ ፐርከ ይርእዮ እየ እቲ ስታቲስቲክ ኖ ክንደይ እዮም ሰለስተ ሚእቲ ሰባት እንተረኣይዎ ካብኦም ከኣ ክንደይ ደቂቕ ከም ዝርእይዎ ኩሉ ይርእዮ እየ you know so እቲ ሞቲቬሽን የለን ማለተይስኒ ዋእ እሞ ን ዩቱብ ኢልኪ ዲኪ ትሰርሕዮ ን ሕብረተሰብ ያ ኦፍ ኮርስ ግን ዝሪኦ እንድሕር ዘየለስ ኣብዚኣ መፂካ ክንደይ ሰዓታት ቀራሪብካ እቲ ግዜ ናተይ ከ ዩ ኖው ዩ ሀቭ ቱ ከምኡ ክትሓስብ ኣለካ የሕዋተይ እቲ ግዜ ናተይ ከ እንታይ ገዲስኒ እሞ ሳውና ዘይከደሉ እንድሕር እቲ ቪድዮ ዘይረኣይ ኮይኑ እቲ ሕብረተሰብ እንድሕር ዘይግደሰሉ ኮይኑስ ክስታይ ዋኪንግ ዘይከይድ ምስ መሓዙተይ ዘይራኸብ ስድራቤተይ ዘይራኸብ በቃ ዋይ ስለምንታይ ንምንታይ እሞ ይገብሮ ኣለኹ ዩ ኖው እሱ ዩ እቲ ሕቶ ሕጂ ብውሽጢ ትሓቱኒ ደስ ምስ በለኒ በብሓደ ክምልሰልኩም ግዜ ናተይ ግን ኣይፍቅዶን ዩ ብኸምኡ እቲ ቪድዮ እስከ ቪድዮ ዶ ይሓይሽ ኢለ ከኣ ቪድዮ ብዙሕ ሕቶታት መሊሰ ቀደም ከማን ብወጸብ ብገለ እቲኦም ዝፈልጡኒ እቲኦም ዝተዓወቱ እቲኦም ዝኸሰቡ እኹላት ዮም ዝኸሰበ ኣይሓገዘ ዘይኸሰበ ኣይሓገዘ እዚኣ ከኣ ኩሉ ግዜ ክትሰምዕዋ ኢኹም ካባይ ፕርከ ዓለም እንካን ሃባን እዩ ኣሕዋተይ ስኻትኩም ኢኹም ከኣ ትኸስሩ እቲ ኢንፎርሜሽን በቃ እዋእ ሞራል እንድሕር ሲኢነስ ስኻትኩም ኢኹም ትኸስሩ ብሓጺሩ በቃ ምኒን ከኣ ኣይኮነን እዚ ኣሕዋተይ እቲ ሓቂ እዩ ፕርከ ሕጂ እዚኣ ናይ ዴንማርክስኒ በቃ ቅድሚ ሕጂ በቃ ከም ናተይ ፕሮጀክት ሪኤ ሪሰርች ምስ ገበርኩሉ ኣባ ዋይ ስለምንታይ ሰዓት ሪሰርች ክገብረሉ ንሓደ ሰብ ሓደ ሰብ ሓቲትኒ ኢለ እሱ ከማን በጺሕኒ ዘይብለኒ ምናልባት መብዛሕቶም ከምኡ እዮም ከማን በጺሕኒ ከማን ኣይብሉኻን እዮም ሓደ ሰብ ከምዚ ሓቲትኒ እሞ ሓደ መዓልቲ እዚኣ ቪድዮ ይሰርሕ ኣለኹ ይብሎ የቀኔለይ ከማን የላን ትሕቲ እቲኣ ቪድዮ ረኣይዎ ባዕልኹም ፈትሽዎ እቲ ንሓደ ሰብ ኢለ ዝሰራሕኽዎ ወይ ክልተ ሰብ ዝሓተቱኒ ወይ ዝተዳጋገመ Anyway

ኣይከውን ኩሉ እዚኣ ከማን ክትጥፋ እንድያ እዚኣ ኣብ ዩቱብ ግን ሕውስዋስ እያ እዚኣ ከማን ደስ ኣይትብሎም እንድያ ኣብ ዩቱብ ከኣ ስሩዕ እዮም ዝደልዩ ስሩዕ ሓቆም ከኣ ብሓደ ኣርእስቲ ግን ደሓን በቃ ፍሪ ስታይል እዩ ናተይ ድሕሪ ሕጂ ፍሪ ስታይል ማለት ከኣ ከም ዝመጻለይ ሓሳብ ከምዚ ግዜ ሕጂ ንኣብነት ኣብ ፍረሽ እያ ደልየ ነይረ ኣብ ዩ ኖ ሶ ክወጽእ ደልየ ነይረ ምስ ኣሕዋተይ ዘየሕልፋ እዚኣ ግዜ ናተይ ኢለ ከምኡ ገይረ ማለት እዩ። Thank you የሕዋተይ ክሳብ ሕጂ ምሳይ ምጽናሕኩም ክጠቅመኩም ተስፋ ይገብር ዓወትኩም ዓወተይ'ዩ ቅሳነትኩም ቅሳነተይ'ዩ ብኡነት ያህ ኩሉ ሰብ ዕዉት ክኾን ኩሉ ኣብቲ ሕብረተሰብና ብዙሓት ዕዉታት እንድሕር ኮይና ከኣ ዱልዱል ሕብረተሰብ ክንምስርት ንኽእል ኢና እንድሕር ሰብ ግን በብናቱ ጸገም በበይኑ ይጭነቅ ኣሎ ከኣ ክንዓኑ ኢና እሱ ከኣኒዩ ውጺኢት ናይ ቡዙሓት መንእሰያት ኣብዚ ንሪኦም ዘለና ኣብዘይ ዕዳይ ኣትየ ዶ ኣብዚ ከምዚ ኮይነ ዶ ምሽ ኣለኩም ቡዙሓት ሑጉሳት የለዉን እዚ ከኣ ሓደ ሳዕቤን ናይቲ ሓበሬታ ዘይምህላው እዩ ሓበሬታ እንድሕር ዘይብልካ ኣብዘይ ዕዳካ ትኣቱ ኣብዘይ ክረዲት ዘይሓሰብካዮ ማስታ ካርድ ተረኪቡ ኢልካ ክልተ ሽሕን ሸሞንተ ሽሕን ይህቡካ ክልተ ሽሕን ሸሞንተ ሚእትን ይህቡካ ብነጻ ደሓር ከኣ ዕጽፊ ክፈለና የብሉካ ዘይዓቅምካ you know እዚኢታት ሰኣን ሓበሬታ እዩ ይሕዋተይ ቡዙሕ ስኒ እዚ ገዛ ንከፍቶ በብዓቅምና ኣነ ከም ውልቂ ሰብ ሓንቲ ሓንቲ ሓደ ሰብ ጥራይ እየ ምሽዶ ቡዙሓት ግን ኣነ ከተባብዓኩም ይደሊ በቲኣ ናትኩም ኣፍልጦ በቲኣ ናትኩም experience በብናትኩም ወጺኹም ነቲ ሕብረተሰብ ከምዚ ተፈጺምኒ ከምዚ ሽግር ረኺበ ከምዚ ፈቲሐዮ እዚኣ ቪድዮ እዚኣ ሓጊዛትኒ ኢልኩም ተትዛረቡ ጽቡቅ ኔሩ ተረዲኹምኒ ብርከ ሓጋዚ ዝኾነ በቃ ኣርእስቲ ሓጋዚ ዝኾነ you know እቲ ሰብ ሽዑኡ ተስፋ ይረክብ you know ብርከ ኣብቲ ገዛ ንሰምዖ ምቻለኩም ዓቅሊ ጽበት እዩ ኣብኡ ከማን እቲ ሰብ ጽን ኢሉ ዝሰምዓኩም እምበር ፈትይዎ ኣይኮነን ብኡነት እቲኦም ዘይከውን ተምጽኡ ኣብዚ ላይፍ ብኡነት እቲ ሰብ ስለ ንባዕሉ ኣብ ጽቡቅ ቦታ ዘየለ ከምዚ ሱቅ ኢልካ ተለቪዝን ምሽ ትውልዕ በቃ መሕለፊ ግዜ ከምኡ እዩ ኮይኑ ዘሎ እዚ ናትና ቲክቶክ ኣለዉ ንፉዓት ሶሪ እቲ ከምዚ ክዛረብ ከለኩ ከኣ ብጌጋ ከይትርድኡኒ ብዙሕ ጽቡቅ ሓበሬታ ዘተሓላልፉ ኣለዉ እንዶ ግን ኣብ ሓቂ እንድሕር በጺሕና ሓንጎልካ ዘናውጽ ይበዝሕ እቲ ላይፍ ንሪኦ ዘለና እንታይ እዩ እንታይ ክከስበላ እየ እዚኣ ላይፍ ኣትየ you know እዚ ዲስካሽን ናይ ሕብረተሰብ ክንገብሮ ከለና ከማን ደስ ይብለኒ ግን ባላንስድ ዲስካሽን you know ከምዚ ስቅ ኢልካ ነቀፌታ ዘይኮነ ጥራይ you know ከምዚ እስከ I don't know መፍትሒ ትረክበሉ ዲስካሽን ክከውን ኣለዎ እቲ ሰብ ከኣ ኣብቲ ላይፍ ናትካ ዝኣቱ እዚኣ ከኣ ብዙሕ ግዜ ኣስተብሂለ ምስቲ ናትካ ሓሳብ እንድሕር ዘይከይድ ኮይኑስ ባዕልካ ከምዚ ዲክታቶርሽፕ ተውርዶ ናይን ጽን ኢልካ ክትሰምዖ ኣለካ እንድሕር ምሳካ ዘይከይድ ኮይኑ ከማን ወይ ክትራዳዳእ ክትፍትን ኣለካ ሓሳባ ቱ ክተውድኦ ኣለካ you know እዚኣ ከኣ ብጣዓሚ ትገርመኒ ዋይ እንድዒ i don't know በቸም እንድዒ ኣነ ክመክረኩም ወይ ክ እንታይ ዝባሃል ክነቅፈኩም ኣይኮንኩን ግን እስከ ነቲ መንእሰይ እንታይ እዩ ዝሕግዞ ንበል please እዚ መንእሰይ ከምዚ ክስታይ ደልዩ ኣሎ orientation ደልዩ ኣሎ you know ኣነ እንተ ዝከኣለኒ ብኡነት ግዜ ናተይ እንተ ዘፍቅደለይ ኤቭሪ ደይ ክልተ ሰለስተ ሰዓት ኣብዚ ኮፍ ኢለ እስከ እንታይ ክምልሰልኩም ብሕልፊ ነቲ መንእሰይ ሰብ ዘይብሉ ጭራሽ በይኑ ዝኾነ ቀንዲ ንዕኡ ከማን እንታይ እስከ እንታይ ኣሎ ናትካ እስከ ንገረና እንታይ ክንሕግዘካ ኢልካ በብሓደ ክትፈትሓሉ ደስ ምስ በለኒ ግን እቲ ግዜ ኣይፍቅድን እዩ ፈቲነ ከኣኒ እየ ፈቲነ እየ ውጽኢቱ ከኣ ርእየዮ እየ ኣብ ገሊኡ ቪድዮ ገሊጸዮ ኣለኹ እያ so i have to protect myself also እንድሕር ንዓይ ዝጎድኣኒ ኮይኑ ንሰብ ክትሕግዝ ኢልካ ኣብ ገሊኡ ቪድዮ ገሊፀዮ ኣለኩ ደሓን ኣብዚ ኣብኡ ኣይኣቱን እየ so it's difficult የሕዋተይ anyway ብሩክ ምሸት ይኣክለና ፀልማት እዩ ዘሎ ኣይትርእዩንን ኣለኩም መስለኒ ኣነ ከማን ትፅሕፉለይ ዘለኩም ሓቂ ዲካ ትብል ዘለካ ሓወይ እያ እንቋዕ ሓቂ ተሰማዓካ እያ እታ ሓቂ ከዓኒ ሓቂ ክብል ከሎ ክድብል ከለና ከዓ you know sometimes ሕጂ ንኣብነት ገለ እንድሕር ነቐፌታ ኣምጺኤ ኣብ ገሊኡ ቪድዮ ንኣብነት ኣቦታት ናይ ቆለዉዕ ክኸፍሉ ኣለዎም ኣብ ዓድና ከማን ከምኡ እዩ መንግስቲ ደቅኻ ኣይተዕብየልካን እያ ከምኡ ዝብል ሕጊ የለን ክብል ከለኹ ገሊኦም ሰባት ብጌጋ ይርድኦም ናይ እቲ ሓቂ ሓቂ እዩ የሕዋተይ ሕጂ ሓቂ እዩ ድሕሪ ዕስራ ዓመት ሓቂ እዩ you know ፐርከ ኣቦኻን ኣዴኻን እዩ ዘዕብየካ እምበር መንግስቲ ዘዕብዮም ኢልካ ቆሎውዕ ትወልዶም የለውን እዚ ጌጋ ርድኢት እዩ ንበይኑ ሓደ ቪድዮ ክገብር እየ ብዙሕ ዘስተብሃልኩሉ ማራ ጌጋ ርድኢት ዝያዳ ዕጽፊ ከማን እያ ዘሎኻ ኣባ ሓቂ ከኣ ስለ ዝኾነ እዚ ክደግሞ እየ of course እቲኣ ከም single እንድሕር ኮንካ። በይንኻ ተዕብዮም ኮለኻ እቲ ተማሓዳድሮ ገንዘብ ይበዝሕ ካብ ብሓንሳብ ኮለኻ በይንኻ ስለ ተማሓዳድሮ ዘለኻ እዚኣ ከማን ሓቂ እያ ሓቀይ ግን እቲ ገንዘብ ዝያዳ ኣለካ ማለት ኣይኮነን እቲ ገንዘብ እኳ ነቲኦም ስለ ዘድልየካ እዮም ዝህቡኻ ስለ ዝተፈታሕኻ ኣይኮኑን ዝህቡኻ ኣብዚ ከኣ ዓቢ ጌጋ ርድኢት ኣለና ግን እስኻ በይንኻ ተማሓዳድሮ ስለ ብዙሕ ይስመዓካ ግን ብዙሕ ኣይኮነን እንድሕር ሓሲብካሉ ምስቲ ኣስፔዛ ኣብዚ እዋን እዚ ዘሎ and እስኻ ከኣ ወሳንን ሓዳግን ኢኻ ናብ ዓዲ ዲኻ ትሰዶ Human Hair ዲኻ ትገዝኣሉ እዚ ከኣ ሓቂ እዩ ሰብኣይካ እንድሕር ኣሎ ከም ድላይካ ክትመሓዳድሮ ኣይትኽእልን ኢኻ እዚ እዩ እቲ ቀንዲ ፍልልይ ግን እንታይ ይዓብሰልካ እሞኒ ደቅኻ እንድሕር ብዘይ ኣቦኦም ይዓብዩ ኣለዉ እቲ ውጽኢቱ ከኣ ናይ ከምኡ ቀሊል ኣይኮነን የሕዋተይ ብሕልፊ ኣብዚ ዓዲ ኣንኳይ ኣንኳይ በይንካ ኣዕቢካዮምስ ብሓንሳብ የዕቢካዮም ከማንዝኒ ናይ ብሓቂ እቲ ትደልዮ መገዲ ስሩዕ ክሕዙልካ ድዮም ከቢድ እዩ ናይ ናትካ መንፋዕቲ ጥራይ ከማን ኣይኮነን ናይ ዕድል እዩ ከማን ምስ መን ዓይነት ሰባት እዮም ዝራከቡ ኣብ ትምህርቲ ብዙሕ ኣርእስትታት እዩ ንባዕሉ ስለዚ ኣብ ከምዚ ከኣ ጌጋ ርድኢት ኣሎ ፍልልይ ከኣ ኣሎ እቲ ቆልዓ ኩሉ ግዜ ፍርቂ ልቡ እዩ ብርኬ ናፍቆት ኣለዎ ገለ ኣሎ ምሽ ኣለኩም እስኻ ኣብዚ ኣለኻ ሕጂ ካብ ዓድና ወጺኻ ኣለኻ ነቦኻ ትናፍቆ ነዴኻ ትናፍቆ ሓቀይ እቲኦም ቆለውዕ ከኣ ኣቦኦም ኣብ ሓደ ሃገር ከለዉ ነቦኦም ይናፍቅዎ እዮም so ስቃይ ኣሎ ኩሉ ግዜ እቲ ስቃይ ከኣ ብገንዘብ ኣይፍታሕን እዩ ዝያዳ ገንዘብ ተዋሂብካ ከማን ኣይፍታሕን እዩ ስለዚ ብሓጺሩ እዚ ብዙሕ ኣርእስቲ እንድዩ ኔሩ። ናተይ ጃስት ሰላም ክብለኩም እንድየ ኣትየ ግን Anyway ደሓን ክጠቕመኩም ተስፋ ይገብር Bye ብሩኽ ለይቲ ሰሰናዩ ትምነየልኩም ኣብ ዘዘለኹም ሰላምን ራህዋን ክትረኽቡ ትምኒተይ Bye Thank you።